ኣይጥዑሙን ዋእ ጽቡቅ ኣይኮነን ዋእ እንታይ እዩ ዝበልካ መዓት እዩ ወደይ ጥዕናኻ ኣለካ ድዩ ዋእ ቀስ ይደሊ እንታይ እዩ ስኻ ዳኻ ዝገናሒ መኪና ኣነ ዝገንሕ ኣለኹ ናይ ከግኑሕ እታ ከእዩ ሓደ ሻዕሪ ገጽ ሓደ ሻዕሪ ትርገጽ ኣለኻ ኮንፊውዥን ኣይትፍጠር መንጁስ ናሕ ደብልካ ደሓን ደሓን ኣብ ሆስፒታል የጋኒና ደሓን የጋንየና እሞ መን ክገንሕ መን ተገናሒ ምዃኑ ክትርእይ ኢኻ። ብጥዕና ከኣ ትላገጽ ኣለኻ ወዲ ዕብዲት።
ታኽ እዩ ዩኒፎርም ገርካ ድካ ኒኣኻ ዶክተር ምዃንካ ተፈልጥ ድዩ ገርካ ትዘር ኣለኻ ዋይ ኒኣኻ ዶክተር ታኻ ኢኻ ትመስል ገጽካ ወደይ ዋ ትኢድካ እንዶ ትኢድካ ትኢድካ ኣብቲ መሪ ግበሮ ክትደቕሶና ድኻ ደሊኻ እምቧእ ናዱክትርናይ ባዕለይ እፈልጦ ኣለኹ ጀመና ጎበዝ ካብ ምዃነይ ዝተልዓለ እቲ ዩኒፎርም ሰፍዮሞ እዮም ውቃጦ እኮ እዩ ዘሎ ኣይረኣየካን ዘሎ እምበር ተወቂጦሞ እዮም ተወቂጠ ባ ዘየእተካ ነገር እስከ ትእተ ሕመድ
ማነ ልኩ የምና ጎበዝ ምዃኑ እዩማ መሪ መሓለስ ኣየድልየኒ ብርእሲ ኢል ዝቡር ኢኻ ርእሲ ማለት እዚኦ ታኸኡ ይገጽኻ ዝመስል ዋ ስሩ ና ዶክተርና ኣሰርለኩ ኢሉ ይብሉ ወደይ ያኻ ሱቕ ደሽ
ወወ ኣይ እታ እታ ቁም ነገር ዝብላ ቅል ተረዲኣትና ኦ ምሸለካ የመና ጭንቂ ሁከት ገለ እዩ ገጽና እውን ኣርዩዎ ሕብረተሰብ ኮይና ዘገልግል ዘለና ትርእሰይ ሞረ ርእዮ እንዶ ዋእ ዝተበልዐ ሰብሒ እኮ እዩ መሲሉ ዘሎ ምሸለካ ደሞ ክትፈልጥ ብሳይኮሎጂ ክልተ ዓይነት ብርሒ እዩ ዘሎ ናይ ህውከትን ናይ ጭንቅን ብርሒ ኣሎ ናይ ትሪኣ ተለካ ብቅድሚት ስለ ዝጀመረት ናይ ጭንቂ እያ ናብ ህውከት ብማእኸል እያ ትጅምር ካብዛ ማእኸል ጀሚራ ናብ ኩላ ርእሲ ትዘውር ሕጂ ትሪኣ ተለካ ና ጭንቂ ድማ ብቅድሚት እያ ትጅምር ብጣዕሚ ዘጨናንቀኒ

ንሕና ግን ስለ ንሓስበሉ ስለ ንጨናንቐሉ ዓለም ንምልዋጥ ንገብሮ ላዕልን ታሕትን መሰረት ገይሩ በቃ እንዳተወዳደኣት ዘሎ ንስኻ እኮ ተናጊረ ኢልካ እኳ እዩ ግን ከዓ እንታይ እዮም ዝበልዎ ሓንቲ መረዳእታ ሒዝካ ንዝፈልጥ ሰብ ክትሸንፎ ትኽእል ኢኻ ንደንቆሮ ከባኻ ዝመሰለ ግን ኣርባዓ መረዳእታ ሒዝካ እውን ኣይተሸንፎን ኢኻ ክትሽነፍ ተኾንካ እምበር እምባ ሕሰብባ ቁሩብ ንኡሽተይ እስኪ ብራሕ።
እወ ሐዚ መሊጥኻኒ ኢኻስ ብፍልጠት እዩ ኣለትልኻ ኣፍኻ መሊእኻ ኣታ ዲኻ ዓለም ለየስምዐካ የብሉ እዩ ጉድ እኮ እዩ እሞ ከዚ እስኻ ትጥቀመሉ ኣለኻ ዶ ንስኻ ትሰርሕ ኣለኻ ዶ ስራሕኻ ከመይ እኒኦ እቶም ሕሙማን ከ ከመይ ኣለዉ ትንከባኸቦም ኣለኻ ዶ ክላ
እምቧእ ምንም ምንም ምንም እቲ ህዝቢ

ሓንቲ'ሞ በቃ ዓቢዳ ናይ ልባ ዓቢዳ ኣፍንጫይ ልዕሊ ኣፈይ ኮይኑ ኢላ ቀውጢ ገይራቶ እዋእ እንታይ ሰብሲ ገና ገና ገና ዋላ ዋላ ዋላ ኣይተምሃረን ዘሎ ለውጢ የድልዮ እዩ ለውጢ እቲ ርእሲ እኮ እዩ ዘይሰርሕ ካብቶም ዝመፁ ኩሎም ከዓ ገርመካ ኩሉ ኣፍሮ እዩ ነይሩ ርእሱ ዘይሰርሕ ዘለካ ኣፍሮ ወዲ ኣፍሮ ተኣኪቦም ዝዓለፍ እዚኣ በቃ ንዕኦም ክነፅናንዕ ከምቲ ከማኻ እዩ የይ
እንታይ እዩ ምስ በዓል ፀጉርታት ዘለዎም ዘለካ ፅልኢ ከም ድሙነን ጨዋን ኣዕቢኻዮ እኮ እንታይ እዩ ዋ ፀጉሪ ስለ ዘይብልካ ፀጉሪ ዘለዎም ትፀልእ ማለት ድዩ ከቢድ ከቢድ እዩ እዚ ዋ ኣንታ እሞ ኣነ ኣይኮንኩን ኣነ ኣይኮንኩን እቲ መፅናዕቲ ገለ እዩ ከምኡ ዝብል እቲ መፅናዕቲ እንታይ ይብል ኣብ ኣብ ዓለም ካብ ዘለዉ

እዮም ዝጥቀምሉ እቲ ኣተሓሳስባ ብሰለኪ ኣነ ኣይኮንኩን ሕጂ ኣፍሮ ኮይኑ ፈላጥ ትፈልጦ ሰብ ኣሎ ዶ እስኪ ንገረኒ ኣፍሮ ኮይኑስ ትፈልጦ ሰብ ማለት ለባም መስተውዓላይ ኣሎ ዶ በል ንገረኒ ቦየ ሕሾት ተማ ኣልበርት ኣይንስታይንስ ኣፍሮ ዋ ካልኦቶም ዞም ፈረንጅለ እኮ ዞም ጎዛት ዝበሃሉ ርኣሳናት እኮ ኣፍሮታት እዮም እንደም ዞም መላጣትማ ምንም የብሎም እዩ ቃስ ብልካ ርእሲ ብቻ ለይብሎም ርእሲ ለጨጉሪ ለለይብሎም ዋይ ኒኣኻ ዶክተር ኣይኮነን ኣይኮነን ኣይኮነን ንባዕሎም ጨጉሪ ዝጥቀሙ እምበር ኣርቲ ዝጥቀሙ መን ኢልካ ንሶም እቶም ፈረንጂ እውን በረሓት እዮም ግን ከዓ ብጥበብ ስለ ዝበልፁና ሁመን ሄር ዶንኪ ሄር ሆርስ ሄር ተጠቂሞም እዮም እምበር ኩሉ መላጥ እዩ ውሽጡ ብፍላይ ብፍላይ ኣብቲ ካብ ርእሶም ጀሚርካ ኣብ ናይ እግሮም ምስ ካብ ኢዶም ዘሎ ጨጉርታት መላጥ ብፍላይ ናይ እቲ ኣፍ ልቦም ዘሎ ጨጉሪ መላጥ ርእሶም እውን መላጥ እዚ ስለ ዘይትፈልጥ ኢኻ ምሳኻ ምክርኻርሲ ካብ ምሳኻ ምክርኻር ምስ ሓምሳ ደና ቆርዓት ድሙዓል ገይረ ዝቆፅሮ ሸለካ ንስኻ ሓደ ዕቡድ ኢኻ ኣርቴ ምዃኑ ሃይማኖት ምዃኑ ትፈልጥ ዶ ብቻ ጥንቀቕ እንዳበልካ እታ መንገዲ ዋ ዋ ዋ ተዓፀፍ እሞ ተዓፀፍ ደሓን ቀሪብና ኣለና ተዓፀፍ ዋ እንታይ እሞ ኣብዚታት ሕክምና ለየለ ዋ ወይ ወይ ንእንሳ ሓኪም ነድኻ እዚ ኩሉ ትናገር ኣለኻ ሓቅኻ ድኣማኻዮማ እዞም ደማሙ እዞም ኣኽላብ ርእስኻ መናጭቶም ቅብልጡኻ
ቤት እየ እኮ ቤት እየ ወነ እንስ ሓኪም እየ ምሸለካ ግን ካብ ሓኪም ምንም ድፈለየኒ ነገር የብልን ንስኻ እውን ሓደ ነዊሕ ግመል ወዲ ኣፍሮ ግመል ስለ ዝኾንካ መፂኻ ተሓከም ቻው ርደኒ